ሰላም ሰላም ከመይ ትጸንሑ ፍትዋት ተኻታተልትና በብዘለኹሞ ሰላም ክኾነልኩም ናትመነኹ ኣብ ነሎሚ ረኣ ድማ ኣወል ሰዒድ ደማ ዓበይቲ ሚስተራት ሰራዊት ኢትዮጵያ ኣብ ኩናት ትግራይ ዝገበርዎ ሓደ ሚስተር ኣውጺኡ ኣሎ እሱ ደማ ሰራዊት ኢትዮጵያ ብቲዲኤፍ ከይማረኹ ኢሎም ናብ ሰራዊት ኤርትራ ዕቁባ ሓቲቶም ክብል ኣወል ስዒድ ተዛሪቡ ኣሎ ብዛዕባ እዚ ደማ ሓባቢርና ክንሪኦ ኢና ካብዚ ምውጻእ ድማ ካብ ህዝባዊ ኮንፈረንስ ትግራይ ናብ መንግስቲ ኤርትራ ጻዊዒት ሰላም ተላኢኹ ከምዝነበረ ይፍለጥ እዩ ነዚ ተኸቲሉ ደማ ኣወል ስዒድ ደማ ቆሶኑ ብወገን ኤርትራ ደማ ንሰላም ድልዉ ከምዝኾነን ኣብዚ ጽምዶ ደማ ዓቢ ናይ ሰላም ምልክት ከም ዝኾነ ገሊጹ ኣሎ። ብዛዕባ እዚ ደማ ሓባቢርና ክንሪኦ ኢና። ካብቲ ምቕድሞ ካብ ፕሬዚዳንት ኢሳያስ ኣፈወርቂ ተሪር መጠንቀቕታ ናብ መንግስቲ ኢትዮጵያ ተዋሂቡ ኣሎ። ብዛዕባ እዚ ደማ ሓባቢርና ክንሪኦ ኢና። ከምኡ ድማ ነዚኦምን ካልእ ዝመሳሰሉ ትሕዝቶታት ሒዘልኩም መጺኤ ኣለኹ። ክሳብ መወዳእታ እዚ ቪድዮ ውን ሓቢርኩምኒ ጽንሑ። እሺ'ሞ ቀዳማይ ቪድዮና ድማ እዚ መንእሰይ ደማ ኣነ ካብ ኤርትራ ዝደልዮ ሓው እየ ዝደሊ ክብል ተዛሪቡ ኣሎ። ከምኡ ድማ ምስ ህዝቢ ኤርትራ ዘሎ ጽምዶ ተጠናኺሩ ክቕጽል ከም ዘለዎ እንዳተዛረበ እዩ ዝርከብ ዘሎ። ብዛዕባ እዚ ደማ ሓንቲ ቪድዮ ሒዘልኩም መጺኤ ኣለኹ። እስኪ ነዛ ቪድዮ እዚኣ ላይክ ብምግባር ንጀምራ። ኣነሲ ኣብ ኤርትራ ትደልዮ ታይ እዩ ሓወይ እየ ዝደሊ ኣነ ኣብ ኤርትራ ውሽጢ ዝደልዮ ዘለኹ ሲ ሓወይ እዩ ብዚ ብጉጉይ ዛንታ ጸላኢ ክኾን ዝተገበረ ሓው ካብኡ እዚ ማለት ፕራክቲካሊ ክኸውን ስለ ዘለዎ ክቐንዕ ስለ ዘለዎ ክእረም ስለ ዘለዎ ማለት እዩ ሶ ኣይኮንካን ዝብል ከኣ ማለት ክልቲኡስ ርኢናዮ ኢና ኢቭን ኣብቲ ከጥፍእ ዝመጸ ሰራዊት ባዕሉ ውን ሓደ ሓደስ ርህራሄታት ምልክታት ከም ዝነበሩ ናይ ሕውነት መንፈስ ይንጸባረቕ ከም ዝነበረ ተራእዮም እዮም ሕዚ ኣነ እሳቶም ምልዓል ዘይከድሊ ይኽእል ይኸውን ምኽንያቱ ካልእ ዝመስል መልክዕ ከይሕዝ እቲ ዘሎ ኩነታትስ ኣነ ሕጂ ኣብቶም መጽናዕቲ ዝተገበረሎም ነገራት ከትኩር ስለ ዝግበእኒ ግን እንታይ እየ ክብል ዝደሊ ትሕውነት ግን ኣሎ እዩ ናይ ሓቅስ ኣሎ እዩ እቲ ኢለመንት ኣሎ ብታሪኽ ከዓ ጭቡጥ ዝኾነ መረዳእታታት ኣለና። ታሪኻዊ ሓድነትና ማንም ዝኽሕዶ ኣይኮነን። ካብዚ ብምቕፃል ድማ መንግስቲ ኢትዮጵያ ምስ ኤርትራ ዝነበሮ ወጥሪ ብሰላማዊ መንገዲ ክፈትሕ ድልዊ ከምዝኾነ ተዛሪቡ ኣሎ ክብል ኤርሚያስ እንዳተዛረበ እዩ ዝርከብ ዘሎ። እስኪ ሰሚዕናዮ ንመለስ። መንግስቲ ኢትዮጵያ ኣብዚ እዋን እዚ ምስ ኤርትራ ኣትይዎ ዝነበረ ወጥሪ ብሰላማዊ መንገዲ ንምፍታሕ ድልው ኮይነ ኣለኹ እናበለ ዝዛረብ ጀሚሩ ኣሎ። ክወርር'የ፣ ብሓይሊ ወደብ ዓሰብ ክሕዝ'የ ዝብል ንዝነበረ ነገር ገዲፈዮ ኣለኹ ከም ማለት እዩ ዝኸውን። ብዝኾነ እዚ ነገር እዚ ከመይ ክረአ ይግብኦ? እንታይ ኢሉ ስታሊን ትማሊ? እዋ በሎ ከፊእዎ እንከሎ። ስለዚ እዚ ሰብ እዚ ወይ ከዓ ኣብይ ኣሕመድ ኣብዚ እዋን እዚ ነዚ ሓድሽ ፖሊሲ ሒዙ ዝመፅእ ዘሎ ስጋብ ዝደልዎ ዝብኢ ይሕንክስ ከምቲ ዝበሃል ስጋብ ዝደልዎ ንትግራይ ንበይኑ ነምሓራ ንበይኑ ብድሕሪኡ ከዓ ንኤርትራ ዝብል ኣጀንዳ ከም ዘምፅእ ምንም ዝሰሓት ኣይኮነን ስለዚ ከምቲ ስታሊን ዝበሎ በሎ ከፍእዎ እንከሎ ሓንሳብ እታ ናይ ወራር ኩናት ኣዋጅ ኣዊጅዋ እዩ ብድሕሪ ሕጂ ስቕ ዝብል መንግስቲ ኤርትራ ሓይልታት ትግራይ ሓይልታት ኣምሓራ እንተድልዮም ፖለቲካ ይርድኦምን ማለት ካብዚ ምውጻእ ድማ ንኤርትራ ከይንወግእ ወያነ ብልሒት ክወግኣና እዩ ክብል ብልጽግና ተዛሪቡ ኣሎ ክብል ሃይለ ደደቢት ተዛሪቡ ኣሎ ብዛዕባ እዚ ድማ ሓንቲ ቪድዮ ሒዘልኩም መጽየ ኣለኹ እስኪ ናብታ ቪድዮ ከሕልፈኩም። ኤርትራስ ክንወራ ኢና ክንወራ ኢና ብዝኾነ ይኹን መንገዲ ተለይልና እምቦቲ ዝደለናዮ ፍጥነት ከይንኸይድ ዝእግደና ዘሎ ናይ ወያነ ምድላው እዩ ወያነ ዋላ ክወግኣኩም እየ እንተዘይበለና ናብ ኤርትራ እንተኣቲና በበይ ከም ዝመፁን ኣይፍለጥን ምስ ኤርትራ ኮይኖም ዋላ ኣብ መሬት ኤርትራ ኣትዮም ንእሽተላ ዝዋግኡ ናይ ወያነ እንተኣትዮም ናይ ኤርትራ ከቢድ ብረትን ካሊእን ክእለት ፀገብ የለን እዚዩ ብድሮን ክጠፍእ ዝኽእል እዩ ናይ ወያነ ሸሎኽሎኽ ናይ ወያነ ደባይ ውግእ ክእለት ግን ዝኽእላ የብላ ቃል ብቃል እየ ዝብለኩም ዘለኹ እዚዩ ኽእልካ ገምጋም ግምት ግዛዕ ኣይኮነን። ቃል ብቃል ባዕሉ ኣበባው ታደሰ ኣብ ምዕራብ ትግራይ ኮለኔላትን ጀነራላትን ኣኪቡ ናይቶም ተከዘ ዘብ ዝበሃሉ ዘለው በዓል ደመቀ ዘውዱ እውን ኣብ ዝተረኸብሉ መድረኽ ይወል። ካብዚ ወፃኢ ድማ መንግስቲ ናይ ግብፂ ኣብ ልዕሊ ኢትዮጵያ መጥቃዕቲ ከምዝፍፅም ተኹለታት ከምዘለዎ እናተብሃለ እዩ ዝርከብ ዘሎ። ብዛዕባ እዚ ድማ ሓደ ሓበሬታ ሒዘልኩም መፂኦ ኣለኹ። እስኪ ናብቲ ሓበሬታ ከሕልፈኩም። ኢትዮጵያ ብታሪኻዊ ኣመፃፅኣ ግማግም ቀይሕ ባሕሪ ንክትረክብ ግቡኣ እዩ ክበሃል ንነዊሕ ግዜ መንግስቲ ኢትዮጵያን ከምኡ ድማ ዝተፈላለዩ ምስ መንግስቲ ኢትዮጵያ ምትእስሳር ዘለዎም ሰባት ኣብዚ ማሕበራዊ መራኸቢታት ርኢኹም ትኾኑ ኢኹም። ፕረዚደንት ናይ ሃገረ ግብጺ ድማ ከምዚ ክብል ተሰሚዑ ኣሎ፣ ናይል ሪቨር ጥንታዊ ብጽሒት ናይ ግብጺ እዩ። ንግብጺ እዩ ዝግባእ። እዚ ቃል እዚ ድማ ምሉእ ደገፍ ብፕረዚደንት ናይ ሃገረ ዩኤስኤ ዶናልድ ትራምፕ ከምኡ ድማ ዝተፈላለዩ መራሕቲ ናይ ዓረብ ይኹኑ ናይ ዝተፈላለዩ ሃገራት ካልኦት እውን ደገፍ ከም ዘለዎ ዘርኢ እዩ ማለት እዩ። እዚ ድማ ኣብ ልዕሊ ኢትዮጵያ ዓብይ ወጥሪ ዝፈጥር ኣርእስቲ ኮይኑ ይርከብ ኣሎ ማለት እዩ። ምኽንያቱ ብዛዕባ ናይ ቀይሕ ባሕሪ ኣብ ዝዘራረብሉ ዘለዉ ግዜ ካልእ ሓድሽ ኣርእስቲ ብዛዕባ ናይ ኣባይ ግድብ ይስራሕ ከም ዘሎ ዘርኢ ክኸውን ከሎ ንሱ ጥራይ ዘይኮነ ኣብ ዝሓለፈ ኣዋርሕ ድማ ዶናልድ ትራምፕ ብዛዕባ ናይ ናይል ሪቨር ብብዝሒ ግዜ ኣብ ዝተዛረበሉ ግዜ ኢትዮጵያ ሓደ ዓቢ ግድብ ከም ዝሰርሑ እዚ ግድብ እዚ ድማ ኣሜሪካ ፋንድ ከም ዝገበረቶ ብብዝሒ ግዜ ጠቒሱ ነይሩ እዩ። ነዚ ጉዳይ እዚ ኣተሓሒዞም ድማ መንግስቲ ናይ ግብጺ ኣብ ልዕሊ ኢትዮጵያ ሓድሽ መጥቃዕቲ ክኸፍቱ ተኽእሎታት ከም ዘለውን የርእዩ ኣለዉ። ካብዚ ብምቕጻል ድማ ኣወት ስዒድ ድማ ሚስጥራት ሰራዊት ኢትዮጵያ ኣብ ኲናት ትግራይ ዝገበርዎ ሓደ ሚስጥር ሒዙ መጺኡ ኣሎ። ብዛዕባ እዚ ድማ ሓንቲ ቪድዮ ሒዘልኩም መጺኤ ኣለኹ። እስኪ ናብታ ቪድዮ ከሕልፈኩም። ካበይ ኣምጺእዎ እዩ ዝዛረብ ዘሎ ንኸይትብሉ እዞም ኣብ ናይ ትማል ኲናት TDF ኣጓይዎ ዝተባህለ ጀልጋድ ሙርከኛ ዝለኣኾ ጎታት ሰራዊት ከምዚ ናይ ሎሚ ፋኖ ብሕፍሶ ዝማርኾም ዘሎ ከይሕፈሱ ናብዚ ኤርትራዊ ነብሪ ሰራዊት ዑቕባ ምስ ሓተቱ ዝተሰብረ ቢንቶ ብዓጫው ረቂዑ መዋጽኦ ጌሩ እንዳገላገሎም ኣወል ስዒድ ኣብኡ ነይሩ ኢልኩም መልሱሎም። እቶም ትፈልጡኒ ኣይክገርመኩምን እዩ፣ ነቶም ዘይትፈልጡኒ ግን እቲ ዝብሎ ካብቲ ዝውዕሎ ከም ዝነቅል ትሕግዘኩም ሌላያ ተፈደሉ። እዚ ንሰራዊት ጁላ ካብ ምምራኽ እንዳገላገልናዮ እዩ። ካብዚ ብምቕጻል ድማ ጻውዒት ሰላም ካብ ህዝቢ ትግራይ ናብ ህዝቢ ኤርትራ ተላኢኹ ከም ዝነበረ ይፍለጥ እዩ። ኣወል ስዒድ ድማ ነዚ መልሲ ሂቡሉ ኣሎ። እስኪ ሰሚዕናዮ ንመለስ። ደምዳሚ ኣዋጅ ተሳተፍቲ ብሄራዊ ኮንፈረንስ ህዝቢ ትግራይ ተጠቒሰን ካብ ዘለዋ ዝመሰጣኒ ነጥብታት ሓንቲ እምበኣር እታ ሓደጋ ጥፍኣት ኲናት ብርሑቑ ንምትራፍ ብወገንና ዝከኣለና ጻዕሪ ከም እንገብር ነረጋግጸልካ ትብል ናብ ህዝቢ ኤርትራ ዝቐንዐት መልእኽቲ እያ። ግርም መልእኽቲ እዩ። እታ ካልእ ነጥቢ ብወገንካ እውን ዋዕ ኢልካ ድምጽኻ ብምስማዕ እጃምካ ከተወፍን ንሰላም ሓቢርና ክንሰርሕን ጻውዒትና ነቕርብ እትብል እያ። ህዝቢ ኤርትራ ንሰላም ዘለዎ ቅሩብነት ደጋጊሙ ዘረጋገጾ እዩ። ሕጂ እውን ምስ ሓው ህዝቢ ትግራይ ብምዃን ምእንቲ ሰላም ዓው ኢሉ ድምፁ ከስምዕን ኩሉ ዝከኣሎ ክፅዐርን ምዃኑ ርጉፅ እዩ። ካብ ፅምዶ ዝዓቢ ዓው ዝበለ ድምፂ ክህሉ ስለዘይክእል ድማ ፅምዶ ምስ ህዝቢ ትግራይ፣ ኣምሓራን፣ ዓፈርን፣ ኦላን ክንቅፅሎ ኢና። መን ክገብሮ ይኽእል እንተልካ ግን ድጋፍ ህዝቢ ዘለዎ ሓያል መሪሕነት እዩ መልሱ። ካብዚ ብምቕፃል ድማ ሰልጠነ ድማ ንፍናንተርጅ መልስታት እንዳሃበ እዩ ዝርከብ ዘሎ። ብዛዕባ እዚ ደማ ሓንቲ ቪድዮ ሒዘልኩም መፅየ ኣለኹ። እስኪ ናብታ ቪድዮ ከሕልፈኩም። በቃ ሶፍት ጌርካ ፊጥ በል ክተሓዘለይ ባዕ ማለሲ ኣነ ዝምልሰሎም ክብሪ ዝህቦም ሰባት ኣብዚ ሕጂ ኣነ ቀጻሊ ክዛረብ ይሰምዓያ ከምዚ ዓበይ ዓቢ ቻነል ኣይኮነ ንዓይ ዓቢ ቻነል ብተሰማዕነቱ እዩ ዓብዩን ዘይዓብን ጸላውን ዘይጸላውን ኣብ ቃልሱ ናይ ጽንሓን ክጅምር ከሎ ንጥቕማ ጥቕሚ ንገንዘብ እዩ ናብ መምህር ውፍይ ተጸጊዑ ምክንያቱ መምህር ውፍይ ተምጽእዎ ክስማዕ ስለ ዝኽእል ዲው ስለ ዝረክብ ሰናቲም ከኣ ብኡ መጠን ስለ ዝቆጽር ማለት እዩ ካብኣ ትሓልፍ ኣይኮነት ስለ ቃልሲ ይኮነ ዳሕራይ ክንዱ ዝኣክል እስከ ሰለስተ ሚእቲ ዕጽፊ ናተይ እንድሕር ደኣ ስመ ሳብስክራይበርስ ኣለዎ ፍርቂ ናተይ ግን ሰማዕቲ የብሉ እዚ ዘረኩም ዘለዎ ብዘይ ናይ ውፍይ ዛር ዘለዎ ውፍይ እንተሎ ውፍይ ኣብ ዝኾነ ከይዱ ክስማዕ ዝኽእል እዩ ሕፅር ብዝበለ ግን ኣነ እንታይ መስለኩም ብዙሕ ክዛረብ ብዛዕባኡ ይደልን እንዴ ትርጉም የብሉ ምክንያቱ ምናልባት ደሓን በዓል ሓጎስ ሰልጠነ እቶም ኣብዚ ሚድያ መፅም ዘለዉ ንፋዓት ከም በዓል ፍልፍል ሚድያ ከም በዓል የማነ ኢንፎ ከም በዓል ሊሎ ቲቪ እዚኣቶም እኹል እዩ ንሕና ዓብ ስራሕ ስለ ዘለና ኣነ ኣብዚ ብዙሕ ክዛረብ ኣይደልን እየ ብሓፈሻ እንታይ መስለኩም ንዓይ ሰብ እዚ ለበለ ኣይኮነ ሓቂ ክንዛረብ ኣነ ምስ በፍንጩ ዝዛረብ ብሰፊሑ ዝዛረብ ሰብ እሞ ከዓ ኣብ ቃልሲ ዘየለ ክምልስ ግዜይ ኣየጥፍእን እየ ታይም ኢዝ ጎልድ ንዓይ በቃ ሶፍት ጌርካ ፊት በል ተተሓዘለይ ዋ ማለት ኣነ ዝምልሰሎም ክብሪ ዝህቦም ሰባት ኣብዚ ቃልሲ ምሳይ ዘለዉ ንዕኦም ጥራይ ዝምልሰሎም ኣነ ዘቀልዓሎም ኣነ ነዚ ሰብ እዚ ከም ሓደ ትራሽ እዩ ዝሪኦ ከምዚ ኦነስትሊ ከምዚ ንጣሽ ሚለ ዘይኮንኩ ክፈንፍነኒ ማለት እዩ ሕጂ ዕስራ ኣርባዕተ ሰዓት ሰልጠነ ክብል ይኽእል እዩ እቲ ካብ እንዳ ጉሓፍ ኣልዒልና ሰብ ዝገበርናዮ ዝሓገዝናዮ ሕጂ ሰለስተ ኣርባዕተ ቪድዮ ሰሚዑ ኣቢሉ ኢግኖር ገይሩ እዩ ሓቀዶ መጀመርያ ክንደይ ሰብ ሪኦም ድሓር ገለ ድሓር ገለ ሰልጠነ እንተኢሎም ሰብ ከም ሰብዖ ንፈልጥ እዩ ሕጂ እንታይ ሰልጠነ ኣርእስቲ ህበና ብዛዕባ ሰልጠነ መኣስ እዩ ዝዛረብ ኢሎም ዝሕልው ሰባት ኣለዉ I'm sorry ግዜ ይብለይ ግዜ ይብለይ እዚ ሰብ እዚ ንዓይ ተቓላሲ ኣይኮነን ኣብ ናቱ በዓል ጆን ብላክ ኣብ እስሪ ቤት ከለዉ ዘህርም ሰብ እዩ ንዓይ ተቓላሲ ኣይኮነን ካብዚ ምውፃ ድማ ካብ ፕሬዚዳንት ኢሳያስ ኣፈወርቂ ተሪር መጠንቀቕታ ናብ መንግስቲ ኢትዮጵያ ተዋሂቡ ኣሎ እናተባህለ እዩ ዝርከብ ዘሎ። ብዛዕባ እዚ ድማ ሓደ ሓበሬታ ሒዘልኩም መፂኤ ኣለኹ። እስኪ ናብቲ ሓበሬታ ከሕልፈኩም። ኸሎ ካብ ኤርትራ ዓዲ ሃሎ ኢሳይያስ ከይወጸና ፕሬዚደንት ኤርትራ ኢሳያስ ኣፈወርቂ እንተ ተንኪፍኩምና ክብሉ ተሓንዮም ኣለዉ። ኣብ መንጎ ኢትዮጵያን ኤርትራን ዘሎ ናይ ሚድያ ውግእ እንዳተጋደደ ኣብ ዝመጸሉ ዘሎ እዋን፣ መንግስቲ ኤርትራ ንገዛኢ ውድብ ብልጽግና ብትሪ ዝነቅፍ ሓድሽ ጽሑፍ ብዕሊ ኣመሓላሊፉ ኣሎ። እዚ ጽሑፍ እዚ ሚኒስትሪ ዜና ኤርትራ የማነ ገብረመስቀል ጽቡቕ ንባብ ብምባል ኣብ ማሕበራዊ መራኸቢ ኤክስ ዘጠቅዕዎ ክኾን ከሎ፣ መንግስቲ ኢትዮጵያ ንውሽጣዊ ፖለቲካዊ ድኽመታት ንምሽፋን ንኤርትራ ከም መባሃጊ ይጠቀም ኣሎ ክብል ዝኸሰሰ ኮይኑ ንዝቐረበሉ ክስታት ብምምካት እውን እዩ መጠንቀቕታ ዘስምዐ። እዚ ብድሕረ ገጽ ኣፍሪካን ቪውስ ዝተዘርግሐ ሰፊሕ ትንታነ ቀንዲ ነቐፌትኡ ኣብ ልዕሊ መንግስቲ ቀዳማይ ሚኒስትር ኣብዪ ኣሕመድ ዘድሀበ ኮይኑ ናይ ቀይሕ ባሕሪ ህንጠትን ታሪኻዊ ግዝኣት ብዝብል እውን እዩ ዝጅምር። እቲ ጽሑፍ ሰበስልጣን ኢትዮጵያ ቀዳማይ ሚኒስተር ኣብዪ ኣሕመድን ጀነራላቱን ንልኣላውነት ኤርትራ ዝጻረር ናይ ግዝኣት ሕቶ ብምልዓል ይፍክሩ ኣለዉ ክብል እዩ ዝኸስስ። ከም እሬቻ ኣብ ቀይሕ ባሕሪ ክነብዕል ኢና፣ ንባሕሪ መውጽኢ ሓይሊ ሃኒጽና ኣለና፣ ውሳነ ህዝቢ ኤርትራ ካብ ሕጊ ወጻኢ ነይሩ ዝብሉ መግለጽታት እውን ከም መርትዖ የቕርብ። እቲ ትንታነ መንግስቲ ኢትዮጵያ ካብ ዘለዎ ውሽጣዊ ቅልውላው ኣቓልቦ ህዝቢ ንምዝባዕ ንኤርትራ ከም ጸላኢ ክሪኣ ጀሚሩ ኣሎ ዝብል እዚ መግለጺ ኢሳያስ ኣፈወርቂ፣ ክልተ ኣዋርሕ ኣብ ዝነበረ እዋን እውን ንሕና ናይ ኲናት ባህጊ የብልናን፣ እንተተንኪፍኩምና ግን ከመይ ገይርና ርእስና ከም እንከላኸል ንፈልጥ ኢና፣ ታሪኽና ዘመስክሮ እዩ ክብል ተሓንዩ ነይሩ ኢሳያስ ኣፈወርቂ። እዚ መልሲ እዚ ጥራሕ ዘይኮነስ መዘኻኸሪ ምዃኑ እውን እዩ ዘጉልሕ። ሽሙ ፍትዋት ተከታተልትና ናይ ሎማዓንቲ ንረና ሓበሬታ ነዞይ ይመስል ነይሩ ክሳብ ቀፃሊ ብሓዱሽ ዶሳት ንራከብ ክንዚ ቪድዮ ምሳኩም ላይክ እምባር ከይትርስዑ ሰናይ ግዜ።